ሰላም ሰላም ፍትዋትን ክብራንን ኣብ መላእ ዓለም ትርከቡ ናይ ቻናለይ ቤተሰብ በቲ ዘለኹምዎ ሰላምኩም ብዝሕ ተረፍ ይበለለይ። እንኳዕ ድማ ናብ ቻናለይ ብሰላም መጻኹም። ናይ ሎማዓንቲ ቪድዮ ዝኸውን ከዓኒ ከምቲ ልሙድ ዋጋ ወርቂ ኣበይ በፂሑ ወሲኽዶ ቀኒሱ ንዝብል ሓቢርና ክንርኤና እስካዕ ቪድዮ ፍጻመ ንኸትከታተሉ ብኣኽብረት ይዕድም። ንቻናለይ ሓደሽቲ ዝኾንኩም ሳብስክራይብ፣ ነባራት ዝኾንኩም ከዓ ላይክ ሸር እናገበርኩም ንኸተበረታትዑኒ ብትሕትና ይላው። ላይክ ሸር ንትገብሩለይ ካብ ልቢ እናመስገንኩ እየ። እምበኣርከስ ሎማዓንቲ ጥሪ 30 ወይ ከዓ ፌብሩዋሪ 7 ካብ ዓሰርተ ኣርባዕተ ካራት ጀሚርና እስካብ ዕስራን ኣርባዕተን ካረንት ዘሎ ዋጋ ክንርኢና ሰናይ ፃንሒት ሰናይ ምክትታል ሼር ላይክ ሰብስክራይብ ምግባር ድማ ከይትርስዑ

እሺ እምበኣርከስ ክብራት ኣሕዋተይ ተመሊስና ተራኺብና እኔና ብመጀመርያ ንሪኦ ዋጋ ወርቂ በዓል ዓሰርተ ኣርባዕተ ካረንቲ ክኸውን ሎማዓንቲ ብጣዕሚ ፅቡቕ ዕዳጋ እዩ ውዒሉ ዝኒሆ ዓሰርተ ኣርባዕተ ካረንት ንሓንቲ ግራም ብናይ ኢትዮጵያ ብሄራዊ ባንኪ ብዓሰርተ ኣርባዕተ ሽሕን ክልተ ሚእትን ክግዛእ ከሎ ብናይ ኣሜሪካን ዶላር ከዓኒ ብቴስዓን ሓደን ነጥቢ ኣርባዓን ሓሙሽተን ሳንቲም ዶላር እዩ ክግዛእ ውዒሉ እኒሆ። እዚ ብናይ ኢትዮጵያ ብሄራዊ ባንኪ ዋጋ ክኸውን ከሎ ካብ ናይ ኢትዮጵያ ብሄራዊ ባንኪ ወርቂ ብዓሰርተ ኣርባዕተ ሽሕን ክልተ ሚእትን ድሕር ገዚእኹም ናብ እንዳ ወርቂ ቦታ ዝሰርሑ ዝተፈላለዩ ዓይነት ዲዛይን ጌርኩም ንኸተስርሕዎ ደሞ ልዕሊ ሰለስተ ኣርባዕተ ሽሕ ካብ ሓንቲ ግራም ሰለስተ ኣርባዕተ ሽሕ ከፊልኩም ኢኹም ተስርሕዎ ማለት እዩ እና ናይታ ወርቂ ጥረ ዋጋ ግን ከምዚኣ ትመስል። ቀፂልና ንሪኦ በዓል ዓሰርተ ሓሙሽተ ካረንት እዩ ክኸውን። ዓሰርተ ሓሙሽተ ካረንት ብናይ ኢትዮጵያ ብሄራዊ ባንኪ ብዓሰርተ ሓሙሽተ ሽሕን ክልተ ሚእትን ክሸየጥ ከሎ ብናይ ኣሜሪካ ዶላር ከዓኒ ብቴስዓን ሸውዓተን ነጥቢ ቴስዓ ዶላር እናተሸየጠ ውዒለ ኣሎ። ብምቕፃል እንሪኦ በዓል ዓሰርተ ሽዱሽተ ካረንት እዩ ክኸውን። ዓሰርተ ሽዱሽተ ካረንት ብናይ ኢትዮጵያ ብሄራዊ ባንኪ ዝወፀ ንሓንቲ ግራም ወርቂ ብ ዓሰርተ ሽዱሽተ ሽሕን ክልተ ሚእትን ሓምሳን ክኸውን ከሎ ብናይ ኣሜሪካ ዶላር ከዓ ብ ሚእትን ኣርባዕተን ነጥቢ ሓምሳ ሳንቲም ዶላር እዩ ክሽየጥ ውዒሉ ዘሎ። ቀጺልና ንሪኦ በዓል ዓሰርተ ሸውዓተ ካረንት እዩ ክኸውን። ዓሰርተ ሸውዓተ ካረንት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ንሓንቲ ግራም ወርቂ ብዓሰርተ ሸውዓተ ሽሕን ክልተ ሚእትን ስሳን ክሸየጥ ከሎ ብናይ ኣሜሪካ ዶላር ብሚእትን ዓሰርተ ሓደ ነጥቢ ዜሮ ሓሙሽተ ዶላር እዩ ክሽየጥ ውዒሉ ዘሎ ናይታ ወርቂ ጥረ ዋጋ ወይ ከዓ ናይታ ወርቂ ጥረ ገንዘብ ማለት እዩ። ቀፂልና ንሪኦ መብዛሕትና ንፈትዎ ዓይነት ወርቂ ሰማንያን ሽዱሽተን ፐርሰንት ካብ ሚእቲ ሰማንያን ሽዱሽተን ፐርሰንት ወርቂ ዝሓዘ ኮይኑ እቲ ዓሰርተ ኣርባዕተ ዓሰርተ ሓሙሽተ ፐርሰንት ድማ ዝተፈላለዩ ዓይነት ማዕድናት ከምኒ ብረታ ብረት ሓዊስካ ዝስራሕ ብጣዕሚ ፅሩይን ለስላሳ ወርቅን እዩ ዓሰርተ ሸሞንተ ካረንት ዓሰርተ ሸሞንተ ካረንት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ብዓሰርተ ሸሞንተ ሽሕን ክልተ ሚእትን ክሽየጥ ከሎ ብናይ ኣሜሪካ ዶላር ከዓ ብሚእትን ዓሰርተ ሸውዓተን ነጥቢ ሓምሳ ሳንቲም ዶላር እዩ ክሸጦ ውዒሉ ዘሎ ኢትዮጵያ ብሄራዊ ባንኪ ንሓንቲ ግራም ወርቂ ማለት እዩ። ቀጺልና ንሪኦ ከዓኒ በዓል ዓሰርተ ትሽዓተ ካረንት እዩ ክኸውን። ዓሰርተ ትሽዓተ ካረንት ብናይ ኢትዮጵያ ብሄራዊ ባንኪ ንሓንቲ ግራም ወርቂ ዝወፀ ዋጋ ብዓሰርተ ትሽዓተ ሽሕን ክልተ ሚእትን ተስዓን ክሽየጥ ከሎ ብናይ ኣሜሪካ ዶላር ከዓኒ ብዓሰርተ ክልተ ሽሕን ኣርባዕተ ሚእትን ሓምሳን ሓሙሽተን ሳንቲም እዩ ክሽየጥ ውዒሉ ዘሎ ሎማዓንቲ ጥሪ ሰላሳ ወይ ከዓ ፌብርዋሪ ሸውዓተ ቀጺልና ንሪኦ በዓል ዒስራ ካረንት እዩ ክኸውን። በዓል ዒስራ ካረንት ንሓንቲ ግራም ወርቂ ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ብዒስራ ሽሕን ክልተ ሚእትን ሳላሳን ክሸጥዎ ከለዉ ብናይ ኣሜሪካን ዶላር ከዓኒ ብሚእትን ሳላሳን ነጥቢ ሱሳ ሳንቲም ዶላር እዩ ክሽየጥ ውዒሉ ዘሎ ናይ ሓንቲ ግራም ወርቂ ናይታ ወርቂ ጥረ ገንዘብ ዋጋ ብቻ ማለት እዩ። ቀጺልና ንሪኦ በዓል ዒስራን ሓደን ካረንት እዩ ክኸውን። ዕስራን ሓደን ካረንት ብናይ ኢትዮጵያ ብሄራዊ ባንኪ ዝወፀ ናይ ሓንቲ ግራም ወርቂ ብዕስራን ሓደን ሽሕን ሰለስተ ሚእትን ክሽየጥ ከሎ ብናይ ኣሜሪካ ዶላር ከዓኒ ብሚእትን ሰላሳን ሸውዓተን ነጥቢ ሱሳ ሳንቲም ዶላር እዩ ክሽየጥ ውዒሉ ዘሎ ሎማዓንቲ ጥሪ ሰላሳ ወይ ከዓ ፌብርዋሪ ሸውዓተ ቀፂልና ንሪኦ በዓል ዕስራን ክልተን ካራት ወይ ከዓ ካረንት ክኸውን ዕስራን ክልተን ካረንት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ንሓንቲ ግራም ወርቂ ብዕስራን ክልተን ሽሕን ሰለስተ ሚእትን ክሽየጥ ከሎ ብዕስራን ክልተን ሽሕን ሰለስተ ሚእትን እዩ እናተሸየጠ ውዒሉ ዘሎ ብናይ ኢትዮጵያ ብሄራዊ ባንኪ። እዚኣ ናይታ ወርቂ ዋጋ ብቻ እያ ማለትም ናይ ግብሪ ወይ ከዓ ቫት እንብሎ ኢሉ እውን ናይ ገዛ ክራይ ከምኡ እውን ናይቲ ዝሰርሕ ሰብ ዲዛይን ጌሩ ዝሰርሐልኩም ሰብ ከይሓወሰ ማለት እዩ። እዚኣ ናይታ ወርቂ ዋጋ ብቻ እያ። ቀፂልና ንሪኦ በዓል ዕስራን ሰለስተን ካረንት ይኸውን። ዕስራን ሰለስተን ካረንት ብናይ ኢትዮጵያ ብሄራዊ ባንኪ ዝወፀ ንሓንቲ ግራም ወርቂ ዋጋ ብዕስራን ሰለስተን ሽሕን ሰለስተ ሚእትን እዩ ክሽየጥ ውዒሉ ዘሎ ብናይ ኣሜሪካን ዶላር ከዓኒ ብሜትን ሓምሳን ዶላር ብቻ እናሸጥዎ ወይ ከዓ እናተገዝኣ ውዒለ ኣሎ። ቀፂልና ንሪኦ በዓል ዕስራን ኣርባዕተን ካረንት ክኸውን ዕስራን ኣርባዕተን ካረንት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ንሓንቲ ግራም ወርቂ ብዕስራን ኣርባዕተን ሽሕን ሰለስተ ሚእትን ሰማንያ ሳንቲምን ክሸጥዎ ውዒሎም ኣለዉ ወይ ከዓ ክግዛእ ውዒል ኣሎ። ብናይ ኣሜሪካን ዶላር ከዓኒ ብሚእትን ሓምሳን ሽዱሽተን ነጥቢ ሰብዓ ሳንቲም ዶላር እዩ ክሽየጥ ውዒሉ ዘሎ። እስካብ ሕዚ ዝነገርኩኹም ካብ ዓሰርተ ኣርባዕተ እስካብ ዒስራን ኣርባዕተን ካረንት ዘሎ በብደረጅኡ ወርቂ ናይቲ ብቲ ብሔራዊ ባንኪ ዝሽየጥ ደኣ እምበር ኣብ ድንኳን ዝሽየጥ ኣይኮነን። ሕድሕድ ኣብ ድንኳን ድሕር ደኣ ኬድኩም ሕድሕድ ግራም ናይ ሰለስተ ኣርባዕተ ሽሕ ወሰኽ ኣለዎ እዩ ንምንታይ ትልኩምኒ ናይ ገዛ ኸራይ ኣሎ ናይ ሰራሕተኛ ኣሎ ናይ ግብሪ ንመንግስቲ ዝግብርዎ ግብሪ ኣሎ እሶ ጥቓ ኢሎም ናይ ሰለስተ ኣርባዕተ ሽሕ ካብ ሕድሕድ ግራም ክውስኽልኩም እዮም ማለት እዩ ስለዚ ናይ ሎማዓንቲ ቪድዮ እዚኣ ትመስል ነይራ እስካዕ ቪድዮ ፍፃመ ንዝተኸታተልኩምኒ ካብ ልቢ እናመስገንኩ እየ ላይክ ሼር ሰብስክራይብ ምግባር ድማ ከይትርስዑ ሓሳብ ርእይቶኹም እውን ኣብ ኮሜንት ፀሓፉለይ